ናትና ሄይር ርሑስ በዓል ፋሲካ ንኣመንቲ ክርስትና ብሩኽ ጾመ ረሞዳን ንኣመንቲ ምስልምና ክኾነልኩም ይምነ ዘመናውን ባህላውን ፍርያት ናትና ሄር ዘተኣማምን ብቕዓትን ውሕስነትን ዝውንን እዩ ንኹሉ ፍርያት ናትና ሄር ኣብ ካናዳን ኣሜሪካን ብኣማዞን USA ጠለባትኩም ኣቕርቡ። ኣብ ኤውሮጳ፣ እስራኤልን ኣውስትራልያን በዚ ኣብ ስክሪን ዘሎ ኣድራሻ ብቐሊሉ ክትረኽብዎ ትኽእሉ። ናትና ሄይር ርሑስ በዓል ፋሲካን ብሩኽ ጾመ ሮሞዳንን ክኾነልኩም ይምነ። ናትና ሄይር መጸበቒ ኩሉ።
ሰላም ሰላም ደጊምና ደጋጊምና ርሑስ በዓል እንዳተመነና ንብምሉእኹም ምእመናን ክርስትናን እንቋዕ ናብ በዓል ትንሳኤ ኣብጽሓና። ሕጂ ድማ ከምቲ ጀሚርናዮ ዝጸናሕና መደብና ናብ ሓደ ኣብ ዓውዲ ስነ ጥበብ ዝነጥፍ መሳርሕትና ኢና መጺና ዘለና። ሽሙ ሕጂ ኣነ ክነግረኩም እየ ምክንያቱ ከይነገርናኩም ስለ ዝወዓልና። ኣይንንገሮም ምሳና ንርኣይዎ ኣይንንገሮም ንርኣዮም በዓል የላልየና እወ ሕራይ እወ ሰርፕራይዝ መታን ክንብሎ ካባና እያ መረበይ
ሒዝናልኩም መፂና ዘለና ጋሻ ኣቲና ክንሪኦ ኢና ኣይትሄድኒ ኣለ ኣይነገርና እየ ምን ኤሩ ከነገረቶ ከነገረቶ

እሞ ንሕና ክንጅምር ኢና ፅቡቕ ዓቐመይ ተኮይኑ እዛ ትምልስ ዲኻ? ተደልውን እንዲኹ ዋላ ሕጂ ሓወይ ምስ ብምልኦም ስድራ ቤትካ ርሑስ ኣውደ ዓመት የቐንየለይ መርያ ሓፍተይ ርሑስ በዓል ፋሲካ ንብምልኦም የቐንየለይ ፋሚሊኻ ፈተውትኻ ተዓዘብትኻ ከምኡ እውን የቐንየለይ እ፣ ጋዜጠኛ
ሸው ናትካ መራሒ መደብ ብዙሕ ነገራት ኢኻ ተሰላስል ንብምልኦም ከዓ ኣብ ናትና ሸው ኣብ ህድሞና ንሕና ከዓኒ

ሰሪሕካሉ ኢኻ ኣብ ሬድዮ ኖማ ሕጂ እውን ኣብ ዝተፈላለዩ ሞስኮታትና ዩቲብ ሪኤካዮ ብዙሕ ግዜ ሕጂ ኣብዚ እንተዘይትህልው ኣበናይ ቦታ ምሃለኻ ወይ እውን መድማዕካ ኣበይ ናይ ሞያ ኣበይ ናይ ሞያ ሲ መድማዕኻ
ሓስበላ ዘይፈልጥ ሪዘርቭ ኣይንበረካን ዝኾነ ነገር ሲ ከምዚኣ ተደይ ሰሊጣትንስ ከምዚኣ ክገብር እየ ትብል ኢኻ ናም ግምተካ ኢና መወዳእታ እንዳ
ማለት ብቸርች ከዓ ስለ ዝዓበኹ ዘማር ምኾንኩ ይመስለኒ ብመዝሙር እወ ብመዝሙር ናይ ኣበይ ብጣዕሚ ፅቡቅ ሕጂ ኣቢ ሓወይ ኣብኡ ተዘይትነብር መዘመራን ምኾንኩ ኢልካኒ ማለት ንፈተንኮ
ንፈተንኮ ከቢድ እንዲ እወ ግን ከምኡ ይብል ብመዝሙር ከዓ ስለ ዝዓበኹ ሓንቲ መዝሙር ተስማዕና ትኽእል ኢኻ ዓጢኩም ዲኹም ሎማዓንቲ እዚ ግን ምዕራብ ንትሓትኒ ኣለኹም

ብጣዕሚ ፅቡቅ ሕሙማት ምርዳእ ኣዝየ እየ ዝፈቱ ንዝተፀገሙ ብፍላይ ዝሓመሙ ሕክምና ይወስድ ሕክምና ተራእዩ ስጋብ ዝወፅእ ናይ ግሞ መሰግድ እየ ሓዝየ ገንዘብ ብከምኡ ኢኹም ዝከ ንዝሓመሙ ሰባት ኣዝዩ ምእላይ ስለ ዝፈቱ ዝምባሊኡ ስለ ዘላለኹ እየ ሓኪም ምኾነ

መካኒክ ገብረኒ ቀምቃማይ ገብረኒ ድለ እዩ ዝገብረና ነይሩ ወዲ ወለጦ ግድዞኒ ገምትኒ
በቲ ኩሉ ግዜ ፅፍፍፍ ኢሉ ዝኸዶ በቲ ኣካዳድንኡ በቲ ኩሉ ግዜ ኣብ ስክሪን ይኹን ኣብ ደገ ዝሪኦ ይብሎ እየ እውን ኩሉ ግዜ ስታይል ናይ ስታይል ነገር ናይ ክዳን ናይ ሞዴል

መደብ ክመርሕሲ ቐፃኢ ይኸይድ እዩ ኣብቲ ናይ ኮሚተ ናይ በዓል ናይ ዜና ከዓ ስለ ዘለኹ ሕጂ ካብ ኣስመራ ወፃኢ ዋላ እውን ካብ ኤርትራ ወፃኢ እንተ ተገይሩስ ግድን እየ ኣብቲ ቦታ ክህሉ ዘለኒ ሕጂ ንባዕለይሲ ደቂ ምሓረ ፀኒሐ ኣብ ደቂ ምሓረስ መደብ ክመርሒ ፀኒሐ ሕጂ ቅድሚ ፍርቂ ሰዓት ክለገለ ይኣት ዓንቲ ክድለ ከለኹ ዝገሪምኒ እዞም ሰባት እዮም ኮይኖም መካይተን ዝተ ዝብሉ ዘለዉ ምኳ ሓማት ምድሪሲ እዮም ኮይኖም እየ ዝብል ነረ ማለት እዩ ሕጂ ብፍላይ ዓንቲ ወይሲ ክድለለይ ኮላ መረብስ ኣብ ስተጅ ነረ ረስዐ ሞባይል ሒዘ ኣት ኢንትሮ እናገበርኩ ከለኹ ሰደው ኢላ ኣቕለጡ ኣቢለ ምስ ወረድኩ ተረእኳስ መረብ ሕጂ ኣብዚ ዘሎ ሰብ ወይ መረብ መፅእ ኣላ ወይ ከዓ ሰብ ነጊርዋ ኣሎ ማለት ፍሊጣ ዲያ ከም ዝገብረ ዘላ ሓሲብ መጀመርያ ማለት እዩ ሕጂ ንባዕሉ ከማንሲ ኣብ መደብ ምራሕ ፀንሐ ፅባሕ ፋሲጋ ከዓ ኣብ ቀፅሪ ሚኒስትሪ ዜና ዝግበር ፍሉይ መደብ ኣሎ

ገለ ዓይነት በጊዕ ኣምፂኹም ደይ በጊዕ ኣይገዝእን እዩ በር መተዓረቂት ፈሊጠ በጊዕ ዓርቢ ሰቕረት ወይ ቀዳም ግለግረ ክኾን ከሎ በጊዕ ጉየስ እየ ዝመፅእ ማዘር መፅዋሕ ስራሕ እንዲ እዛ በጊዕ ግን ተሰዋዕድ እያ ሕጂ ኣቢ ሓወይ ከምቲ ዘዕለልካና ዝነውሐ ሰዓታ ዝነውሐ ዓመታት ኣብ ኣውደ ዓመት ኣብ እንዳ ዜና ኣብ ዝተፈላለዩ መደባት ኢኻ ክትመርሕ ትሕልፎ ከምኡውን ነዊሕ ዓመታት ኣብኡ ኢኻ ሓሊፍካዮም ምስ ስድራኻ ኣይትሕልፎን ኢኻ ከመይ ጎቦ ልብኻ ትኸውን ዶ
እንተ ኣብ ገዛና ውዒለ እየ ገበሉ በይዝኹም መብዛሕትኡ ማለት ንዘረባ እንደ ማለት ኩሉ ግዜ ኣውደ ኣመት ምስ ስድራኻ ክትሕልፎ ትዝዓመ እዩ ብፍላይ ኣብ ገዛና ስውሑላት ኢና ኣነ ኣደይ ሓፍቲ ኢና ትፈልጥ ኢኺ ትፈልጥ ኢኹም ፅቡቅ ጌርኩም ማለት እዩ ሕጂ ደቂ ሓፍቲካ ኣለዉ ብጣዕሚ እዩ ዝናፈቑ ሕጂ ኩሉ ግዜ በቃ ኣውደ ኣመት ኣብ ገዛና ክህሉ ከለኹ ዝያዳ የስተማቕሮ ብፍላይ ኣብ ኮሮና ኣብታ ሕማቕ እዋን ዝነበረት ግዜ ሽዑ ዳርጋ እቲ ዝበዝሐ ናይ በዓላት ኩሉ ጠጠው ኢሉ እዩ ነይሩ ሽዑ ዓውደ ዓመት ኣብ ገዛና ክሕልፎ ምስ ጀመርኩ ኣዝዩ ፍሉይ ነገር ተሰሚዑና ንገዛናስ ናይ ብሓቂ ይጎድለን እየ ማለት እዩ ኢለ ይሓስብ በቲ ሓደ ወገን ግን ምሻሉ ዳርጋ ዝበዝሐ ሰብ እንተ ኣብ ገዝኡ ኮይኑ ይሕጎስ ኮይኑ ግን ንስኻ እውን ኣዚኻ ኢኻ ትሕጎስ እሞ

ሕጂ ኣጋጣሚ ኣብ ዕረበርዕድ ከዓ ቤተሰብና ኣለዎ ሕጂ ንጅምር ሕጂ ክንጅምር ከሎና እቲ ሰኣላይ ፈቒድ እዩ ዘበግሰካ ለይ እዎ ለይፍ እዩ ከዓ ጀምር ብለኒ እታ ሰዓት ኣኺላ ኣላ ሕጂ ሰላም እብል ማለት እዩ ሰላም ከመይ ኣለኹም ገ ኢልና ምሻ ሰላም ሰላም ገለብል ሕጂ በዚ ሓንቲ ዘመደይ ኣብርሃም እንዲ

ብዙሕ ኣሎ ግን ሰው ለካ ሰው መዓንቲ ተወለ ፈይጥኒ ሰለስተ ኮን ሰይድኩም ናባይ
እሞ ረምሓወይ መንጎ ናይ ፆምን ናይ ግዜ ሕጅስ መሲል ኢኻ ናይ ግዜ ምብላዕ እዩ ካብ ፆሚ ኣሚሉን ደብሎም ክፅበይኻ ክእል እዮም ንዓኻን ንመላእ ስድራ ቤትካን ከምኡውን መሳርሕትኻ ርሑስ ኣውድኣመት ክብለካ ጉማትና ብሽም ህድሞና ነባሪት ከምኡ ውን ንስራሕካ ኣሳልጦ እምነየልካ። ኣዝየ የመስግነካ ነበር ኣብ ሂወትካ ውን ዕድመን ጥዕናን እምነየልካ። ኣሜን የረ ሓፍተይ የቀንየለይ ወላ ርሑስ ንዓኹም ኣውድኣመት ምስ ሙሉኣ ስድራቤትካ። ወላ ንዓኹም ርሑስ ወላ ንዓኹም። ኣውድኣመት ምስ ትፈትዎም ስድራቤትካ ኣድነቅትኻ ደገፍትኻ ከምኡ ሓንቲ ሕቶ ኔራትኒ እንድያ ግን ኣብኡ ከለኹ ክሓተካ እየ ኣዚኻ ብቡዙሓት ሰባት ትፍቶ ኢኻ

ዝጽዕርሞ ወደ ሰራቂ ይኮነኒ ሕጂ ንጽቡቅ ነገር ዝገበረ ሰብ ከዓ ወይ ንገረሉ ወይ ከዓ ግበረሉ ዝበሃል ሕጂ እዛ ሕቶ እሶም ይፈልጡካ እዮም ምሳካ ነዊሕ ዓመታት ኣብዚ ኣነ እውን ካብዚ ዝርእየካ ኣብዚ እውን ጠባይካ ፍሕሽው ኣቀራርባካ ኣብቲ ናይ ሰብ ነገራት እውን ብጣዕሚ ኢካ ትጎይ ኣብ ሽግራት ምፍታሕ ፍሕሹ ኩሉ ግዜ ተሓርቕን ኢካ ሕጉስ ኢካ ሕጂ ሓቂ እዩ እዚኦም ኮንፈርም ገይሮም ሃለው ካብ ምንታይ እዩ ከምኡ ኮይንካ ውሽጥካ ብጣዕሚ ሕጉስ ዲካ ኩሉ ግዜ

ከምዚ ኣንፈይ ዝበልኩም ከዓ እንድዒ ካብ ግዜ ንእስነተይ ከዓ ከምኡታት እዩ ሓንቲ ምስላ ኩሉ ግዜ ትደጋግማ እውን ኣላ ኣብ ገዛኹም ትበሃል ምስላ ማለት ኣብ ኩራኻ ሲ ፀሓይ ኣዕረብካ እዚ ከምኣ ዝብል ምስላ እውን ኣላ ናይ ገዛና ኩልና ንጥቀመላ ስለዚ ኮሪናስ ክንሓድር ኣይንደልና ማለት እዩ

ኤፊ ርሑስ ኣውደኣመት ኣብ ዘለኻዮ ከምኡውን ሃኒ ምስ ኩሎም ስድራኻ ምስ ባባ በለጾም ምስ ማዘር ከዓ ሳን ግጥም እምብላይ እምብላይ ዋላ እንዳፋተ ከሎ ስትሪን ዘለኹ ፅኒሓ ክድብለልከ እየ ዝብላ እዚኣ ክትገርፍ ኣለካ እዚ ሓን ሓዊካ ርሑስ ኣውደኣመት ምስ ኩሎም ስድራ እዚ መረቢና ሓፍተይ ከዓ ምስ ኩሎም ስድራኺ ንኸማ ንግስቲ ምስ ኣዝዩ ዘፍቅሮ ዓርከይ ከዓ ኣቦ ኣባይ ዘወይ ዓርከይ ስቲፍ ኣዝየ ዝፈትዎ ንስቲፍ ንኩሎም ትርሓስ ንኩሎም ኣሕዋትኪ ኣብ ደገን ኣብ ውሽጥን ዘለዉ ርሑስ ሃውደ ኣመት ኣዝየ ርሑስ ሃውደ ኣመት
ንዓኹም ድማ ኣዝየ የኽብረኩም ክብራት ተዓዘብትና ሰላኹም ኩሉ ሞራል ንሰንቆ ሰላኹም ድማ ኣብ ዝብፃሕ ንበፅሕ ንፍትን ሳላኹም ከዓ ነቲ ዘይተረኣየ ናባኹም ከነምፅኦ ንፍትን ሳላ ናትኩም ሞላሪሞ ኣዝየ የምስግነኩም ሞራልኩም ኣይፈለየና ሞራል ተስፋይ ኣዝየ የመስግነኩም ርሑስ ኣውዳእመት ብፍላይ ድማ ንህድሞና ነባሪት ቅድሚ ሕጂ ከዓ ብስራሕ ተረኺብና ነርና ምስ ህድሞና ነባሪት ገለ ስራሓት ሰሪሕና ነርና ብሕጂ እውን ናብ መገዲ ምስ ህድሞና ነባሪት ንሰርሕ ንኸውን ከምዚ ዓይነት ኣጋጣሚ ስለ ዝፈጠሩ ንህድሞና ነባሪት ኣዝየ የመስግኖም ግን ሰለስት ሸኹም ኣዝዮም ትፈልጡኒ ሰባት ስለ ዝሰደዱለይ ከዓ ኣዝየ የመስግኖ ከይትርስዓ ኣታ መዝሙር ወይለይ ግን ርሑስ ኣውደ ኣመት እንታይ ዓይነት መግቢ ትፈቱ ኢልክዮ ኢለዮ ነይረ ኣውደ ኣመት ድሎት ሙዚቃ ዓለም ድሎት ብጣዕሚ እየ ዝፈቱ ትፈልጥ እያ የር ድሎት ብጣዕሚ ድሎት እዩ ድሎት ብጣዕሚ እየ ዝፈቱ

ፋሲካ ንብለኩም ንብሙሉእኩም ምእመና ክርስትና እንቋዕ ኣብቅዓና ሕጂ ሎማዓንቲ ምስ ዝፍትው ሓውና ጋዜጠኛ ኣብርሃም ኢና ውዒልና ምዞም ሽኮሪናታት ኣሕዋተይ ኮይና ኣብ ህድሞና ነባሪት ዝዳሎ ዘሎ መደብ እዩ ሕጂ ቁርብተይ እንዳመሰየ ከይዳ ኣሎ ናብ ገለ እውን ክንበፅሕ ኢና

ድምጽኻ ከኣ ክንሰምዖ። ብጣዕሚ ጥዑም ኣብ መዝሙር እንታይ ተመስገን ብግዜ ንእስነትና ገለ ንዝመሮ ነበርና እንዲ ምዛ ግዜ ከኣ መታን ክትከይድ ማለት እዩ ቅነ ሕማማት ከኣ ስለ ዘለና ትፈልጦ ዶ ትፈልጦ እንዳ እምበር እንድዒ እንታይ ትብል ቁርብ ክዝክር ይክፍትን ግን ኣብ ጌተ ሰማኒ ጻዕሪ ሞት ሓዘኒ ይሁዳ ይሸይጥ

ኣብርሃም መን ምዃኑ ንእግረ መንገድና ርኢናልና ንፈትዎን ነፍቅሮን ሓውናን መሳርሕትናን እዩ። ንሰኻ እሞ ካብዚ ክቡር ገዛኻ ምጽናሕና ብልቢ ከም ዝመጸናን ብልቢ ከም ተቐበልናካን ከኣ ተትፈትዎ ሓፍትኻ ካብ ሳን ኣብ ዝኸልና መጽያ ሶ እዚ ናይ ኣምላኽ ነገር እዩ። ብጣዕሚ ኢና ንፈትወካ ኣብርሃም ሓወይ ኩላ ግዜ ከኣ ካብ ጎንና ይትፈለ ኣይፍልን ሕጂ ደኣ ኣብርሃም እዛ ማዕጾ ዓጽዩ ኣንጢሩ እዩ ከውጸና ተተኸፊተ መርባ ዘበጊዕ ኣይትወፅእ
እዋ ግድን ተኸሳሰልትና ምስ ኣብርሃም ዝነበረና መደብ መቸም ብጣዕሚ ደስ ዘብል ኢና ፀኒሕና ብምሉእ ዝነበረ ሕቶን መልስን ኣዝዩ ደስ ዘብል ገለገለ ናይ ኣብርሃም ዝነበሮ ተሞክሮታት ሞያታት እውን በዚ ኣጋጣሚ ፈሊጥና ኣለና ደጊምና ደጋጊምና ካብ ህድሞና ነባሪት ርሑስ ኣውደ ኣመት ንብምሉእኹም ኣብ ደገን ኣብ ውሽጥን ትርከቡ ምእመናን ክርስትና ርሑስ በዓል ፋሲካ ክገብረልኩም እንዳተመነና ናይ ሎማዓንቲ ምስ ኣብራሃም ዝነበረና መደብ ኣብዚ ዓጺና ምስይ ከይበለና ናብ ካሎኦት ስነ ጥበበኛታት ክንከይድ ኢና ሕጂድማ። እምበኣር ዝኸበርኩምን ዝኸበርክንን ናይዚ መደብና ተኸፈልቲ ኣብ ዘለኹሞ ሰላምን ጥዕናን እንዳተመነና ነዚ መደብ እዝን ካልእ ዝተፈላለዩ ፕሮግራማትን ናይ ኣብራሃም ሓውና ዝበለፀ መደብን ናይቶም ካልኦት ኣሕዋትናን ብቐረባ ናባኹም ንክበፅሓኩም ብቐፃሊ ንስርሖ ስራሕ እውን ሳብስክራይብ ኣይትረስዑ። ናብ ብምሉእ ሰብ ንክበጽሕ ድማ ሸር።
ንኻናጹ ርኢቶኹም ስራሕና ክዓቢ ከኣ ኮሞንትኩም ኣይትረስዑ። ሓንቲ ክብላ ዝደሊ ግን ኣብ ዝሓለፈ ዝነበረ መደብ ብዝሃብኩምና ርኢቶ ናብ ዝብጽሑ ሰባት ቁሩብ ኣመሓይሽናዮ ክንከውን ተስፋ ንገብር። ምሉእ ብምሉእ ክትዕወት ኣይትኽእልን ኢኻ። እቲ ቀንዲ ዘዕውተና ግን ናትኩም ርኢቶ እዩ እሞ ኣብ ዝቕጽል ከኣ እቶም ዘይበጻሕናዮም ክንበጽሖም ከኣ ሃናጺ ርኢቶኹም ክንቅበል ኢና።